ሰላም ስድራ ኣጆት ሩፅ ኢንተርቴንመንት ከመይ ትኾኑ ኣብ ዘለኹሞ ሰላምን ጥዕናን እናበልኩ መጀመርታ እምበኣር ሎማዓንቲ እውን ኣብ ኮፐንሃገን ኢና ዘለና ኮፐንሃገን ርእሲ ከተማ ናይ ደንማርክ ትኸውን ከላ ሎማዓንቲ ተስፋ ንገብር ዝተፈላለዩ ሰባት ክንረክብ ዝተፈላለዩ ሕቶታት እውን ኣለውና ማለት እዩ ከምኡ ብጎኒ ጎኒ ሕቶታትና ከኣ ብዛዕባ እዚ ዝወርድ ዘሎ ጸገማት ኣብ መንእሰይ ኤርትራዊ ብፍላይ ማለት እዩ ኣተኲርና ክንሓትት ክንፍትን ኢና ማለት እዩ ምክትታልኩም ብኽብሪ ዕድም የዕንየለይ። ሰላም ሓወይ ስምካ ኣላልየና? ተኽሊ ሰላይ።
ኣነ ከኣ ሚሊዮን ይበሃል። ብዚ ኣጋጣሚ ሓሙሽተ ዝተፈላለያ ሕቶታት ኣለዋኒ ማለት እዩ። ንዐን እንተ ተመሊስካ። ሓንቲ ናይ ትግርና መጽሓፍ ተዓዋቲ ትከውን ኢካ ማለት ዩ ድሉው ዲካ ትፍትን? እወ ድሉው እየ።
ጽቡቅ ናብ ካሜራ ኣርኣያ ጎንበስ። ኦኬ ቀዳመይቲ ሕቶና ሓደ ኣውቲስታ ብጸጋም እናከደ ከሎ ትራፊክ ሪኢዎ ሱቅ ኢሉ ሓሊፉ ብከመይ?
ምክንያቱ ጽቡቅ ስለ ዘሎ። ኣስተውዕለላ እታ ሕቶ ካልኣይቲ ዕድል ክበኪ ሓደ ኣውቲስታ። ብጸጋም እናኸደ ከሎ ሱቕ ኢሉ ሪእዎ ሱቕ ኢሉ ሓሊፉ። ብኸመይ?
እታ ትራፊክ ጽቡቕ መብራህቲ ስለ ወሊዓ ዘላ።
ኣይኮነትን ትፍትን ዋላ ክነግረካ እታ መልሲ። ጽናሕ ሓንቲ ክፍትን እየ። እዚኣ ኣይፍትናን እየ። ኣጆኻ በል እታ እታ መልሲ። ብእግሩ እዩ ዝኸይድ ነይሩ ኣውቲስታ እዩ ደኣ እምበር ብእግሩ እዩ ዝኸይድ ነይሩ
እታ ካልኣይቲ ሕቶይ ከዓ ኣብ ማእኸል ዓረዛ እንታይ ይርከብ
ረ ብራቮ ሙሉእ መልሲ ፅቡቅ ረ እያ እታ መልሲ ማለት እዩ ሳልሰይቲ እቲ ካብ ዓለም ዝዓበየ እምባ ኢቨረስት ቅድሚ ምርካቡ ካብ ዓለም ዝዓበየ እምባ መን ይበሃል ነይሩ
እስኪ ድገመለይ። እቲ ካብ ዓለም ዝዓበየ እምባ ኢቨረስት ቅድሚ ምርካቡ ካብ ዓለም ዝዓበየ እምባ መን ይበሃል ነይሩ?
ኦኬ እታ ሕቶ ክደግመልካ እቲ ዝዓበየ እቲ ካብ ዓለም ዝዓበየ እንባ ኢቨረስት ቅድሚ ምርካቡ ካብ ዓለም ዝዓበየ እንባ መን ይበሃል ነይሩ?
ኢቨንስት።
ኣጆኻ ኣቅሪብካ ኣለኻ ቀያ። እስቲ ተስተውዒልካላ እታ ሕቶ ማለት እዩ።
ኣይፈለጥኩዋን ድያ? ፈትካን ክነግረካ? ኦኬ ፍለጥ። ባዕሉ ኢቨረስት እዩ ማለት እዩ። እታ ሕቶ እንታይ ይብለካ ኣለኹ እቲ ካብ ዓለም ዝዓበየ እንባ ኢቨረስት ቅድሚ ምርካቡ ካብ ዓለም ዝዓበየ እምባ መን ይበሃል ነይሩ? ኢቨረስት እያ ተመሊሱ ማለት እዩ። ባዕሉ እቲ ኢቨረስት ዝበልናዮ ቀዲምና። ተርዲኣትካ? ኣነ ከምዚ ክስታይ መሲልኒ እየ ናይ ዓለም ሪከርድ ዝረከበ መሲልኒ። ን ን ኣይኮነ ሳልሰይቲ ሕቶ ጽቡቅ ሓንቲ መሊስካ ኣለካ ካብ ክልተ ማለት እዩ ክልተ ተደምሮ ክልተ ዝተመቀሎ ን ክልተ ክንደይ እዩ?
ክልተ ተደምሮ ክልተ ዝተመቀሎ ን ክልተ? ን ን ኣይምጻካያን ቅረብ።

ክልተ ተደሞረ ክልተ ዝተመቕሎ ንክልተ።
ኣነስከ ክልተዮም እያ ዝብል።
ኣይኮነትን ክነግረካ እታ መልሲ ሰለስተ እያ ማለት እዩ። እታ መወዳእታ ሕቶይ ማለት እዩ ጽላል የብሉን ሓደ ሰብኣይ ንዒስራ ደቒቕ ዝኸውን ኣብ ብርቱዕ ዝናብ ዘለዎ ተጓዒዙ ብምሉእ ክዳውንቱ ጠልቅዩ፣ ርእሱ ግን ኣይጠልቅየን ብኸመይ? ዋው እስኪ ድገማ። ሓደ ሰብኣይ ንዒስራ ደቒቕ ዝኸውን ኣብ ብርቱዕ ዝናብ ዘለዎ ተጓዒዙ ብምሉእ ክዳውንቱ ክጥልቂ ከሎ ርእሱ ግን ኣይጠልቅየን ብኸመይ?
ገለ ምዕቐል ገርሎ እምበር እዚ ድኣ። ኣይኮነትን ኣይኮነትን ኣይኮነታ መልሲ ኣጆኻ ፈትን። ኦኬ ሓደ ሰብኣይ ንዒስራ ደቒቕ ዚኸውን ኣብ ብርቱዕ ዝናብ ዘለዎ ተጓዒዙ፣ ጽላል እውን ኣይነበሮን። ኵሉ ክዳውንቱ ኺጥልቂ ኸሎ፣ ርእሱ ግን ኣይጠልቄን። ብኸመይ? ስለምንታይ? በረኻ ኸም ለዝዳ ቐልጢፉ ነቒጹ። ብራቮ! ምሉእ መልሲ። ጽቡቕ። ካብ ሓሙሽተ ክልተ መሊስካ፣ በዚ ኣጋጣሚ ዕዉት ኣይኰንካን ማለት እዩ። የቐንየልና ነቲ ዕድል ዝሃብካና ማለት እዩ። ግን ኣብ መወዳእታ እንታይ ክተመሓላልፎ ትደሊ ነገር ኣሎ ብምኽንያት ንኣብነት እዚ ብምሉኡ መንእሰይ ኤርትራዊ ኣብ ፈቖድኡ ፈቖዱ ሞትን ከምኡ ውን ጭንቀትን ኣብ ዘይተደለየ ዝወድቕ ዘሎ እንታይ ኣብዚ ንስኻ ዘለኻዮ ዕድመ እንታይ ክተመሓላልፈሉ ትደሊ መልእኽቲ ዕድል ክበካ ንዓኻ ናብ ካሜራ እወ ጽቡቕ እዩ ዝበልካኒ ከምዚ ንሪኦ ዘለና መዓት ሕማቅ ኩሉ ትሰምዕ በቃ መንእሰይ ከምዚ ኮይኑ ከምዚ ኮይኑ ትሰምዕ እቲ ሽግር ግን ከምኡ ኣይኮነን መፍትሒ ሓደ ነገር ጸገም ገጥመካ ከሎ ባዕልካ ክትውድኦ ኣይኮንካን ዘለካ ሓደ ሽግርካ ናብ እግዚኣብሔር ኢካ ከተብሎ ዘለካ ምክንያቱ ኣቲ ጾር ዝከለኩም ናባይ ንዕማኣ ንካ ከራግፈኩም እዩ ዝብለና ምክንያቱ ኩሉ ሽግር ናባና እንድሕር ገርናዮ ንሕና ክንፈትሖ ኣይንክእልን ኢና እቲ ዝፈትሕ እግዚኣብሔር እዩ ሕጂ ድማ እቶም መራሓትኻ ጽቡቅ ኣምጺልና ኣሎ እግዛብሄር ኣምላኽ ንሕና ተሰዲድና ክንጠፍእ ኣይፈቀደን መራሓቲ የምጻልና ኣሎ ኣለዉና ኣቦታት መምሃራን ክንውከሶም እዩ ዘለና ደኣ እምበር ሲልና በብዘለናዮ ባዓልና መፍትሕ ክንደልየሉ እንድሕር ጠፊእና ባዕልና ኢና ክንጠፍእ ስለዚ እግዚኣብሔር ኣምላክ ስደትና የሕፅረልና ነቶም ጭንቀትን ገለ ነብሎም ዘላ ምርግጋእ ፍጠረሎም ፋሕፋሕ እልና ዘለና ድማ ምጥርናፍ ፍጠረልና እዚኣ እየ ክብል ዝክእል። የቐንየልና ብሩኽ መዓልቲ ንዓኻ። ኣቦይ ስምኩም ኣላልዩኒ። ኪዳነ ይበሃል።
ጽቡቕ ኪዳነ ኣነ ከዓ ሚለን ይበሃል ማለት እዩ እምበኣር ብዛ ኣጋጣሚ ሓሙሽተ ሕቶታት ኣለዋኒ ንዐን እንተ ብግቡእ መሊስኩመን ናይ ትግርኛ መፅሓፍ ኣለትኩም ኣብ መወዳእታ ማለት እዩ ድልው ዲኹም ትፍትንወን ያ ፍትነን ጽቡቕ ሕራይ ቀዳመይቲ ሕቶይ ኪዳነ ኣብዚ ህጂ ሰዓት እንታይ ይገብር ኣሎ
መን ኣነ ማለት እወ
ኣብ ዴንማርክ ነብር
ኣጆኹም ኣይ- ኣምጻኹማ ንፈትንዋ ኪዳንስ እንታይ ይገብር ኣሎ ህጂ ኣብዚ ሰዓት
ኣብ ስደት ነብር ኣይ ኣምጻኹምዋን ክነግረኩም ያ የትንፍስ እዩ ዘሎ ኦኬ ተኻለይቲ ሕቶይ ከዓነይ ምስላ እያ ማለት እዩ ብኣፍካ ስሕተት ብሽግርካ
ኣይኮነትን ብኣፍካ ስሕተት ብሽግርካ
ኦኬ ብሽግርካ ከዓ ሸተት ማለት እዩ እታ ሳልሰይቲ ከዓ እ፣ ንብረት የናብር ሕጊ ከንታይ ሕጊ የንብር
ንብረት የናብር ሕጊኸ

ሕልሚ ኣይኮነትን
ኣይካክ ኦኬ ቃል እያ ያ እምበኣር እተን ሕቶታተይ ወዲእ ኣለኹ ኣብ መወዳእታ እ፣ ብዛ ኣጋጣሚ እንታይ ክተመሓላልፎ ትደልዩ ኣሎ ማለት ንመንእሰይ ኤርትራዊ ኣብ ብምሉእ ፈቐዱ ኣብ ስደት ፋሕ ኢሉ ዘሎ ኣብ ጭንቀትን ኣብ ዘይተደለየን ወልፍታትን ይኣትው ኣሎ እሞ በዚ ኣጋጣሚ ንስኹም ምኽርኹም ክትልግሱልና በዚ ኣጋጣሚ ደስ ይብለኒ ማለት እዩ ያ
መንእሰይ ኤርትራ ባዕሉ ኣብ ሽግር ይኣቱ ኣሎ ምክንያቱ ስደት ዝፀንሓካ ዕዳጋሲ ዝፀንሓካ እምበር ዝሓሰብካዮሲ ዝፀንሓካ እምበር ዝሓሰብካ ኣይትረክብን ኢኻ ዝበሃል ባዕልኻ ምድዓዓስ ነብስኻ በቲ ዓዲ ዘሎ ምኻድ እህም ሓወይ ሓፍተይ ተባሂልካ ምንባር ሓሓፍካኒ ዝሓመም ድግ ኣጆኻ ምባል ምትብባዕ ኣነ ንህዝቢ መንእሰይ ንህዝቢ ኤርትራ የተባብዖ ጽቡቅ የቀንየልና ብሩክ መዓልቲ የስ ቀዳመይቲ ክትሕዙ ዘይትኽእል ግን ክትሰብሮ ትኽእል እንታይ እዩ
ክትሕዞ ትኽእል ክትሕዞ ዘይትኽእል ግን ክትሰብሮ ትኽእል እንታይ እዩ

እዚኣሰ ወደይ ምናልባት ነቦይ ደዊለ ክነግረካ ተኮይነ እምበር እሞ ነግረካ እታ መልሲ ቃል እዩ ማለት እዩ ቃል ረ ሙሉ መልሲ ኦኬ እታ ሳልሰይቲ ሕቶይ እቲ ካብ ዓለም ዝዓበየ እምባ ኢቨረስት ቅድሚ ምርካቡ ካብ ዓለም ዝዓበየ እምባ መን ይበሃል ነይሩ
ኢቨረስት መኣስ ተረኽቢ ትነግረኒ ትኽእል እታ መልሲ እጂ እቲ ካብ ዓለም ዝዓበየ እምባ ኢቨረስት ቅድሚ ምርካቡ እቲ ካብ ዓለም ዝዓበየ እምባ መን ይበሃል ነይሩ? ኢቨረስት ሙሉ መልሲ ካብ ሰለስተ ክልተ መሊስካ ኣለኻ ኦኬ ሳልሰይቲ ሕቶይ ማትስ እያ ማለት እዩ ኣብ ማትስ ከመይ ኢኻ በርቂ ጽቡቕ ክልተ ተደመሮ ክልተ ዝተመቕሎ ንክልተ ክንደይ እዩ ክልተ ኣይኮነትን እታ መልሲ ኣጆኻ ፈትን። ክልተ ዝተደመሮ ክልተ። ዝተሞቕሎ ንክልተ።
ንኦኬ ሕጂ ንኦኬ ሰለስተ። ርግጸኛ እያ? ክልተ ዝተሞቕሎ ንክልተ ዝተደመሮ ንክልተ እንዳልካኒ። ክልተ ተደመሮ ክልተ ዝተሞቕሎ ንክልተ። ያህ ሰለስተ።
በሉ በል ካብ ኣርባዕተ ሰለስተ መሊስካ። ኦኬ መወዳእታ ሕቶይ ጽላል የብሉን ሓደ ሰብኣይ ንዒስራ ደቒቕ ዝኸውን ኣብ ብርቱዕ ዝናብ ዘለዎ ተጓዒዙ። ብምሉእ ክዳውንቱ ክጥልቂ ከሎ ርእሱ ኣይጠልቄን ስለምንታይ?
ቆቢዕ ገሩ ስለ ዝነበረ። ኖኖ ኣይ ኣምጻኻያ እታ መልሲ ኣጆኻ ፈትን። ሓደ ሰብኣይ ንዒስራ ደቒቕ ዝኸውን ኣብ ብርቱዕ ዝናብ ዘለዎ ተጓዒዙ ጽላል ኣይነበሮን። ብምሉእ ክዳውንቱ ክጥልቂ ከሎ ርእሱ ግን ኣይጠልቄን። ኣስተውዕለላ እታ ሕቶ ብኸመይ?
ፀጉሩ ይነበሮን ያ ወይ ከዓ ፀጉሩ መላጥ ነይሩ ኣብረሀለይ ኣብኡ ኣለኻ ከባቢ እዩ ኣለኻ ግን ኣብረሀለይ ሕቶ ካብ መልሲ ርእሲ ጠልቄን ሃልካን ጸጉሩ ጥራይ ጠልቅዩ ጸጉሪ ስለ ዝነበሮ ርእሲ ጠልቅየን። ንላን እታ መልሲ በራሕ ስለ ዝኾነ እዩ። ኣድሓን ጽቡቕ እምበኣር ብዚ ኣጋጣሚ ኣርባዕተ መሊስካ ካብ ሓሙሽተ ሓንቲ እያ ተሪፋትካ ኔራ ነታ ናይ ትግርና መጽሓፍ ክትዕወት ማለት እዩ ብዚ ኣጋጣሚ ዕዉት ኣይኮንካን ግን ኣብ መወዳእታ ክተመሓላልፎ እትደሊ ኣብዚ ዘለኻዮ እስኻ ለገሰ ሓወይ ሕጂ ኣብ ዘለኻዮ ዕድመ ምስ ሙሉእ መንእሰይ ኤርትራዊ ኣብ ፈቖዱ ሽግር ዝረክብ ዘሎ ኣብ ጭንቀታት ዝወድቕ ዘሎ ገለ ገለ ሓፈሻዊ እንታይ ክተመሓላልፎ ትደሊ ሕጽር ኣቢልካ መልእኽቲ። Thank you ሚሊ ኣብ ዝተፈላለዩ ጭንቀትን ገለን ንኸውዕሎ ምክንያቱ ስደት ንባዕሉ ዓብዪ ነገር እዩ ከቢድ ኣይኮነን ቀሊል ኣይኮነን ሕጂ ክንገብሮ ዘለና ዝብል ኣነ ማለት እዩ ምናልባት ነብቶም ምሳና ዘለዉ ሰባት ቀሪብና ተሓጋጊዝና እንደገና ካብ ኣግበይና ካብ ምዃና ገዛ ማለት እዩ ዛብ ዝተፈላለዩ ቦታታት ምስ ውሕትካ ኩዕሶ ድዩ ዝተፈላለየ ንጥፈታት ምግባር ካብቲ ክኣልዮ ይኽእል እዩ ዝብሎ ነገር እዩ ማለት እዩ